ሕጽር ዝበለት መልእኽቲ ኣላትኒ ብዚኣ ቪድዮ እዚኣ ሕጽር ዝበለት መልእኽቲ ክዛረብ እየ እሱ ካላይ እንታይ መሲልኩም ብዙሕ ብዙሕ ሰብ ገለ መለስ እንታይ ይብል ኣሎ እስኻሲ ናይ ሽርሓዊ ተሓሳስባ ሕዝካልና ይትምፃእ እዚ ኮንስፒሪሲ ትይሩ እዩ ተዘይኮይኑስ ከመይ ገይሮም እዮም ኣብ ገዛና ክዓፁና ከመይ ገይሮም እዮም ክትንቀሳቀሱ ይትኽእሉን ኢኹም ክብሉና ከመይ ገይሮም እዮም ማንኪናና ክሕዝዎም የው ኮማን ትማሊ ቅድሚ ዓመት እንታይ ድዮም ዝገብሩና ነይሮም ኣይርዳእኩም እንዲ ቅሩብ ቅድሚ ዓመት እንታይ ገብሩና ነይሮም ከይትወጽእ ዓሰርተ ሜትሮ ከምዚዶ ዓሰርተ መ- ቅድሚ ዓመትስ እንታይ ይብሉና ነይሮም ኩላኹምስ ርኢኹሞ ኢኹም ኩላኹምስ እንታይ ንክልተ ዓመት ብውሕድ ክልተ ዓመት ዝኣክል ስብ ገዛና ዳዓጽዮምና ክትሰርሕ ኣይትኽእልን ኢኻ ክትንቀሳቐስ ኣይትኽእልን ኢኻ ማስክ ግበር ክትም ፓስፖርት ክህልወካ ኣለዎ ናይ ዝተኻተብካሉ ክትኣቱ ተኮይንካ ሜክዶናልድ ክት- ኮፍ ክትብል ተኮይንካ ከ- ክትሰርሕ ተኮይንካ ክትውግእ ኣለካ ከም ምሽ ክልተ ዓመት ምሉእ ምሽ ኣሳቅዮምና ገለ ከመይ ጌርኩም ኢኩም ሕጂ ክዓጽዉና ኣይክእሉን እዮም እንታይ ኢካ ትብል ዘለካ ዘይከውን ክዓጽዉና ኣይክእሉን እዮም ትብሉ ዘለኩም ረሲዕኩሞ ዲኩም ክትገሹ ክንገሽ ኣይንክእልን ኢና ክንቀሳቀስ ኣይንክእልን ኢና ክንሰርሕ ኣይንክእልን ኢና ሬስቶራንት ኣቲና እንጂ በቃ መግቢ ክንበልዕ ኣይንክእልን ያኡ ኮፍ ኢልና ገለ ቀሲና ሓደ ሜትሮ ክትእለ ኣለካ ናብዚ ገዛኻ ክትድቅስ ኣለካ ድኳን ክትኣቱ ይፍቀደካን እዩ ከምዚ ልብና እኮ እዮም ኣጥፊኦምልና ነይሮም ሕጂ እዚ ኩሉ እዚ ሓሊፉ ገለሲ በቃ በቃ ረሳዕ ናይ ብሓቂ እዚ እንታይ የርኢ ሮቦት ምዃንኩም ናይ ቢቢሲ ስራሕ ኸላ እዚ እዩ ነይሩ ኩሉ ሰብ ከም ዘይሓስብ ርእሲ ቴኖ ምግባር ማለት እዩ እሱ እዩ ስርሖም ካልእ የብሎም ሰብ ክሓስብ የብሉን ማለት ተዘይ ኮይኑ ስራ ስቲል ሕጂ ዝኾነ ሰብ ኣይተረድኦም ክሳብ ሕጂ ከመይ ገይሮም ዓጾና ከመይ ገይሮም ከም ዝገብሩና ከመይ ገይሮም ኣይትንቀሳቀሱን ኢኹም ብሉና ከመይ ገይሮም ክትገሹ ይትኽእሉን ኢኹም ብሉና ከመይ ገይሮም ኣብ ሓደ ሃገር ዓጾና ዮ ከምዝም ተመዩ ቁሩብ እባ ፕሊስ ሕስብ ኣብሉ ምክንያቱ ትማሊ ዓጻጺኦምና ኩሉ ሰብ ከመይ ይገብርዎ ነይሮም ትሪእዎ ኣለኹም ሕጂ ካልእ ሓዱሽ ሕማም ከምጽኦም ናይ ገለ ክፉ ከምጽኦም ናይ ገለ ከምጽኦም ኣይውዳእን እዩ እቲ ኩሉ ነገሮም ማለት እዩ ባዕሎም እዮም ዘምጽዎ ኩሉ ነገር ባዕሎም እዮም ዝኣላልምዎ ኩሉ ነገር ሕጂ ቁሩብሲ ምሽ ኣሎ እቲ እቲ- እቲ- እዚ ቢቢሲ ገለመለ ካብኡ ዝትርጉምዎ ሰባት ገለመለ ኣብልዎም ገለ ገገዛኹም ክትዕጽወው ቢቢሲ ኢላ ዝብሉ ኣለዉ ምሽ ገገዛኹም ክትዕፀው ኣለኩም ብ ክብሉ ከለዉ ጥራይ ሕጂሲ ቁርብ ዓፂኦምና እዮም ኩሉ ነገር ገይሮምና እዮም ኩሉ ነገር ፈቲኖም እዮም እቲ ናቶም ማሽን ክሰርሕ ከም ዝኽእል ናይ ፕሮፓጋንዳ ማሽን ክሰርሕ ከም ዝኽእል ኩሉ ነገር ሲ ኣቢሎም እዮም ሰብ ክፍርሕዎ ከም ዝኽእሉ ዋላ ሓንቲ ከይረኣየ ሰብ ክፈርሕ ከም ዝኽእል ፈቲኖም እዮም ካብኡ ዝገደደ ድማ ክመፅእ እዩ ሕጂ እዋ ከመይ ንሞ ዘይከውን ኣይትበሉ ገለ ክትሓስቡ ርእስኹም ክሓስብ ይህኮዮ ኣሎ እዚ ናይ ቢብሲ ናይ ገለ ትብሎ ከላይ ኩሎም ሓሰውቲ እዮም ጽባሕ ንግሆ ገለ ዝገበሩ ጌሮም ኩሉ ሰብ ምስ መተ ሽዑ ሶሪ ከምዚ ዘይመሰለና who cares ብዛዕባ ሶሪ ንሓደ ሰብ ክእትዎ እዮም ኣብ ሓደ ክኣስርዎ እዮም ነብሱ ቀቲሉ ኢሎም ሽዑ ኣብ ኣንተርቲካ ድዮም ገለ ክወስድዎ እዮም ማለት እዩ who cares ብዛዕባ ሓደ ሰብ ገለ መድሃኒ ሰሪሑ ተጋጊዶ ገለ ሕጂ ኩሉ ግዜ እቲ ብዓይንና ንሪኦ ንእመን ከምዚ ቢብሲ ኢላ ከምዚ ኢላ ገለ ናቶም ማሽን እዩ ንሱ ባዕሎም ሕማቅ ክዛረቡ ይክእሉን እዮም ሕጂ እንታይ እዩ ነቶም ዘይተረዳኣኩም ኖኖ ከምዚ ይገብሩና ነይም ከምዚ ይገብሩና ነይም ትብሉ ሰባት ደጊምኩም ሕሰቡ ቁሩብ ትማሪ እንታይ ይገብሩና ነይሮም ረኣይዎ ብቅትማል እንታይ ይገብሩና ነይሮም ረኣይዎ ስድራኹም ክትርእዩ ትኽእሉን ኢኹም እዮም ዝብሉና ነይሮም ኣብ ገዛ ዓጺኹም ምስ ስድራኹም ክትራኸቡ ይፍቀደኩም እዩ ዓባይኩም ክትመውት እያ እንተረኺብኩማ በቃ ኣብ ቀብሪ ናይ ዓባይካ ዘይትውዕለሉ ግዜ እዩ ነይሩ ኣይፍቀድን እዩ ኖኖ ዓባይ ካብ ቀብራ ክትኸይድ ኣይትኽእልን ኢኻ ምኽንያቱ ሰብ ክእከብ ኣይክእልን እዩ እንስሳ ክት ህው ወት ሕጂ ሰብ ሲ ኣሳቂኦም እዮም ኩሉ ነገር ሲ ገይሮም እዮም ሕጂ ከምዚ ይከውን እዩ ዓፁናን እዮም ከምዚ ይገብሩናን እዮም ገለ ይትብሉ ሬ ድኹም ንኩሉ ግዘ ምዕፃው ተመፅኡ ከመይ ጌርኩም ተሃድሙ ክትሓስቡ ኣለኩም ይነው